ግን ብድበታት ተኸዲኑ ስለ ዝነበረ ብዙሕ በጀካ ውዑይ ዝፈሓሮ ብጎኒ ክሪኦ ተዘይ ኮይነ ከምዚ ገርካ ፍሒርካ ክትሪኦ ገንዘብ የድሊ ንሕና ድኻታት ስለ ዝኾና እቲ ዘሎ ቅርስታት ክንሪኦ ኣይንኽእልን ኢና ሕጂ ኣሰር ናይቲ ዝነበረ ቤተክርስትያን እዩ እዚ ኣብ በዓል ዳህላክ እዩ እዚ ውን ናይ ኣርዓርክዎ እንታይ ደኣ እቶም ኣልዒሎም ዘምጽኦ እየ ልክዕ ኣድሃላክ ክፈልጦ እየ ዳርጋ ኤርትራ ኣብ ኤርትራ ዘይበጻሕክዋ ቦታ የለን ኣብ ኢትዮጵያ ውን ከምኡ ግን ኩሉ እየ ማለት ኣይኮነን ዜና ኣበ ኩሉ ሻዕ እንተከይተሓፊሽ ይረክብ እየ ህጂ ተስፋ እገብር ሰላም ክመጽእ እሞ ህጂ እታ ሃገር ኣብ ክልቲኡ ሃገር እንደነበርና ከኣ እቱ ሃብቲ ብሓባር ኢትዮጵያውያን ዓቀብትና እዮም እንተኪኢልና ንሕና ከኣ ዓቀብቶም ኢና ብዘይቦም ንሕና ብዘይባኣና ንሳቶም ብዘይባኣና ንሕና ብዘይቦኦም ነብስካ ከፊትካ ንዝብል መሃሪ እሺ ካብ ስንክሳር ተወስደት እያ እዚኣ ውን ካብ ኢዶም ዝወሰዱዋ ሳውን ፈልጥ እየ ጥራሕ ናይ ብሓሳባት ዝተሳእለ ናይ ኣባ ሰላማ እዩ እዚን ደሓን ክሓልፎ እየ ሕጂ ኣብ ኣስታት ሰለስተ ሚእትን ዕስራን ትሽዓተን ኣቐ ስላማ እዝውን ትብልዮ ኢኹም ደሓን እዩ ኣኣ ካብዚ እንዮም ከድልየና ዝኽእል እዚ ንጉስ እዙይ ዮስጢንያን ይበሃል ዮስጢንያኖስ እንብሎ ንሕና ብግዜ ኣብርሃን ኣጽብሃን ወይ ከኣ ብግዜ ካሌብ ዝነበረ እቱ ዓመተ ምህረት እንሀቡ ተጻሒፉ ስለ ዘሎ ብግርጎርያን እዩ ሓሙሽተ ሚእትን ዓሰርተ ሸሞንተን ስጋዕ ሓሙሽተ ሚእትን ዕስራን ሸውዓተን ነጊሱ ዝነበረ እዩ። በቲ እዋን እቱይ ሓበሻ ዱልዱል ሃገር ኮይኑ ክርስትንኡ ብሰበኻነት ናብ ካልእ ቦታታት ይዝርግሕ ስለዝነበረ የመንን ስዑድን ብክርስትና ሰቢኸን ነረን ግን እቲ ዝበርትዐ ሃይማኖት ይሁድና ነሩ እስልምና ኣይተፈጥረን ገና ነቢይ መሓመድ ኣይተወልደን ኣስታት ሰብዓ ዓመታት ኣቢሉ ቅድሚ ማለት እዩ ግን ንነብይ መሓመድ ኣባሓጉኡ ጽቡቅ ገሮም ስለ ዝነብሩ ኣቡኡ ብንእሱ ብሉጽ ኣንኾሎ ስለ ዝመተ ኣባሓጉኡን ሓወቡኡን እዮም የዕብዮሞም ቀንዲ ዕባይቱ ከኣ ሓበሻ ኣደ ኣዕብያቶም እዚኣ ኣዕራብ ይፈልጥዎ እዮም ግን ኣይገልጽዎን እዮም ካባባ ካብዛ ኣደ እዚኣ ከኣ ዝኣክል ቅዱስ ቃላት ዝኹሉ ኣብ ቤት መቅደስና ዘሎ ዝኹሉ ቅዱስ ኣቁሑት ወይ ቅዱስ ቃላት ኣብ ቁርኣን ኣሎ ኣብቱ ዝገብርዎ ጸሎት ኩሉ ኣሎ ናይ ሓባር እዩ ኣብዚ ክብሎ ዝደሊ ነገራት ኣለኒ ኣብ ኤርትራ ዘለው እስላም ቋንቆኦም ይብጸሓና እዩ ብቋንቆኦም ክዛረቡና ብቋንቆኦም ክንሰምዖም መሰሎምን መሰልናን እዩ ቋንቋ ዓረብ እዩ ቋንቋይ ዝብል ነገር እንተልዩ ገሊጾም ነግሩና እዚ ቋንቋ ዓረብ ኣብ ኤርትራ ምእታዉ ግን ሰበብ እዩ ስለምንታይ ማረኮ፣ ቱኒዝ፣ ኣልጀርያ፣ ሊብያ፣ ግብጺ፣ ሱዳን ከም ጻህያይ እንዳለመመ'ቱ ናይ ጸለምቲ ቋንቋን ባህልን እንዳደምሰሰ ዝወርስ ቋንቋ ስለ ዝኾነ ንሕና ከምቶም ካልኦት ክንከውን ኣይንደልን ኢና። ኖባውያን ጽሑፍ ነይርዎም እዩ። ብሰም ክልታዊ ዓረብ ጽሑፎም ኣጥፊኦም ቋንቋ ውን ደምሲሶም። ኣባና ውን ልክዕ ከምኡ። ግእዝ መለለይና እዩ። ልሳነ ግእዝ ይኹን ፊደል ግእዝ መለለይና እዩ። በዚ መሰረት እዙይ ብጭብጢ ብኣእምሮት ብፍልጠት ማለት ክንቀርቦ ኢና። ሕጂ ንምንታይ እየ ዝዕገ ዘለኹ እቶም ክርስትያን ካብ ሃገረ ናግራን እዚ ኣብ ሳሕል ዘሎ ናብ ካልኣይ ሃገረ ናግራን እና ጂራን ኣለዎ ንሳቶም ኣብ የመን ዝርከብ እዩ ልክዕ ከም ከበሳ እዩ እምባታት ዘለዎ ውሒጅ ዘለዎ ቦታ እዩ ኪነው ዘሎ ግን ምድረ በዳ እዩ ሞለታ ሕጂ ኣብኡ ክርስትያን ስለዝነበሩ እዚ ፊንሓስ ዝበሃል ብኣና ፊንሓስ ዝበሃል ብዓረብ ኣብነዋስ ዝበሃል ንጉስ ነቶም ህዝቢ ነቶም ክርስትያን የሕርሮም ይቐትሎም ይሓርዶም ስለዝነበረ ምስኦም ተሓዊሶም ዝሕረዱ ዝነበሩ ደቂ ሶርያ ክርስትያን ስለዝነበሩ እሞ ንሶርያ ሮማውያን ይገዝእዋ ዝነበሩ ትሪኦ ዘላ ሕብሪ እጂ ናይ ሮማውያን ግዛኣት እዩ ግብጺ ዳርጋ ስጋዕ ሱዳን ይቀራረቡ ብዝተረፈ እዚ ኩሉ እዚ ፍልስጥኤምን ኮታ ናብ ማእከላይ ባሕሪ ዝገማገም ኩሉ ግዛኣቶም ስለ ዝነበረ እቅረታ ነተን ናይ ምድሪ ናይ መሬት ቅርጺ ዘይርዳኣክን እቅረታ ቁሩብ ተተሓጋጊዝንካ ትርደእ ትኮና ሕጂ ካብኣቶም ንስዑዲ ዓረብ ገጾም ዝኸዱ ንንግዲ ወይ ንገለ ኢሎም ዝኸዱ ኣብኡ ተታሒዞም ይሕረዱ ስለ ዝነበሩ ሮማውያን ደቆም ኣብዛ እቶም ዘለዉ ከድሕኑ ደልዮም ኣይኮነሎምን ን ን ፔርሽያን ሓቲቶሞም ናይ ንክርና ሰብዚ ሽዑ ደብዳቤ ናብ በዓል ኣብርሃ ኣጽብሃ ናብ ኣብርሃን ካሌብን ተሰይዱ ማለት እዩ ደብዳቤ ኣሎ ዝገርመኩም። ቤተክህነትና ባዕላ ሰኒዳ ጽቡቕ ገራ ተርጉማ ከተቐምጦ ትኽእል እያ። እቲ ደብዳቤ እተላእኻዮ እንታይ እዩ? ክርስትያን ይውድኡ ኣለዉ፣ ይጽግዑ ኣለዉ፣ በጃኻ እርድኣዮም። ኣዚ እቲ ገድለ ሰማዕታት ዝበሃል ንሱ እዩ እቲ ጭብጡ፣ ኣብኡ እዩ ዝነበረ ኩሉ ነገር። እዚ ናብ ኤውሮጳውያን ከኣ ስለ ዝፍለጥ እዚ ብዛንቲንያን ጽሑፍ እዩ።

እዚ ትተልኣኸ በቶም ቢዛንቲንያን ወይ በት ንጉስ ነህሮም ናበባ ጢመቴዎስ ሳልሳይ ፓትርያርክ እዞም ሳልሳይ ፓትርያርክ እዚኦም መበል ካብ ቅዱስ ማርቆስ መበል ሰላሳን ክልተን ፓትርያርክ እዮም ነሮም ንዕኦም እዩ ለሚኖም በጃኻ ነቶም ክርስትያን ብኣኻ ዝናበዩ ክርስትያን ናይ ሓበሻ ለምለና ነቶም ነጋውስ ደብዳቤ ካብ ኣባ ጢሞቴዎስ ምስ መጾም እቶም ነጋውስ ከኣ ቅድም ኣብርሃ ከይዱ ደሓር ካሌብ ስዒቡ ክሳዕ መራባ ሓራምዝ ኣሳጊሮም ኣብቲ ቁርኣን ኮምዩ ዝብል እቶም ሓምሳ ስሳ ዓመት ቅድሙ ዝነበሩ ብእዝኖምን ብዓይኖምን ዝረኣይዎ ስለ ዝነበሩ ይብሉ መራብ ብሓራምዝ ተሓጊዞም ውግእ ንካብ ዘጸንብሩ ዝመጹ ግን እቲ ቀንዲ መልእኽቲ ነበረ ኒኣብ ናጅራን ዝብሉ ናጅራን እንታይ ማለት ከም ምዃኑ ገሊጸ እያ ነይረ መስለኒ እወ ሕጂ ምድረ ነጋርያን ቤተ ነጋርያን ሃገረ ነጋርያን ነገረ ማለት ገለ ሃሲ እዩ ሓሲኡ እቱ ጊዛን ዝብል ከኣ ጅዒዛን ኣብኡ እዮም ኣብ ጊዛን እዮም እተን መራኽብ ጠጠው ዘብልወን ነይረን እቱ ጋኣዝያን ዝብል ቃል ኣብ ጊዛን ዝብል ቃል ኣሎ እሱ ናይ ዓረብ ኣይኮነን ትርጉም የብሉን ኣብ ዓረብ ጥራሕ ሽም ናይቲ ከተማ እዩ ሕጂ ብሕጽር ዝበለ እቶም ኣቦታትና ንኻልኦት ዝህሰዩ ዝነበሩ ክርስትያን ንኸድሕኑ መራኽቦም ጽዒኖም ንመጀመርያ ግዜ ዘይኮነ ኣብ ግብጺ ገጾም ነይሩ እዩ ሰለስተ ሚእቲ ብዕስራ ሰለስተ ሚእትን ሰብዓን ቅድመ ክርስቶስ ውን ሓዘኑ